ቤተ ክርስትያን ኣክሱም ትግራይ ሰዓብቲ ህዝበ ክርስትያን ኩላኹም ኣብ በቢ ዘለኹሞ ከመይ ኣለኹም ሰላም ሰናይ ክትኮኑልና ናይ ኩሉ ሳዕ ትምኒትና እዩ እሞ ጥበብ ይብራህ ከምቲ ዝተለምደ ንህዝብና ከንቅሕ እዩ ካብዚ ወሪዱና ዘሎ ጸገምን መከራን ፈተናን ከትንስኣና እዩ ናብ ልዕልናና ከድይበና እዩ እምነት እኖታትናን ኣቦታትናን ከትሕዘና እዩ እንብሎም እተፈላለዩ ኣርእስተ ዛዕባታት እናሓዝና ኢና ናባኻትኩም እነቕርቦም ዘለና እዞም መደባት እዚኣቶም ድማ ብጥበብ ይብራህ ተለቪዥንን ከምኡ ድማ ብጥበብ ይብራህ ዩቱብ ናብ ተመልከትትና ዝፍኖ ዘሎ እዩ። እዙይ ብጥበብ ይብራህ ዩቱብ እንሰምዖ ዘለና ናብ ካልኦት ብምብፃሕ ሼር ሳብስክራይብ ብምግባር ሚድያና ብምሕጋዝ ርእይቶኹም ብምፅሓፍ ናብ ካልኦት ብምብጻሕ ናይ ኩላትና እጃም ክኸውን ናይ ኩላትና ብጽሒት ክኸውን ኣቐዲመ ከምቲ ዝተለምደ መልእኽተይ የሕልፍ። እንኳዕ ናብ ናይ ቅዱስ ያሬድ ዓመታዊ ክብረ በዓል ብሰላም ብጥዕና ኣብጽሓና። ቅዱስ ያሬድ ካብቶም ኣብ ቅድሚት ዝስርዑ፣ ምድረ ኣግዓዚት ዘፍረየቶም ቅዱሳን ኣብ ቅድሚት እንሰርዖ እዩ። እዙይውን ኣብታ ቅድስት ከተማ ኣክሱም ብድምቕ ዝበለ በዓል እናተባዕለ እዩ። ኣብታ ዝተወለደላ፣ ዝዓበየላ፣ ዜምኡ ዘስመዓላ፣ ስብከተ ወንጌሉ ዝሰበኸላ ቅድስት ከተማ ኣክሱም ፅዮን ድምቕ ብዝበለ መልክዑ እናተባዕለ እዩ። ኣብ ቅድስቲ ከተማ ኣክሱም ጥራሕ እንከይኮነስ ናይ ኦርቶዶክሳዊት ተዋህዶ ሃይማኖት ሰዓቢ ዝኾነ ኩሉ ኣብ ነንሕድሕዲኤን ኣብ ዓዲ ውሽጢ ይኹን ኣብ ካልኦት ጎራብቲ ሃገራት ንበሎ ኣብ ወፃእ ዘለዋ ናይ ኦርቶዶክሳዊት ተዋህዶ ሃይማኖት ኣብያተ ክርስቲያናት ኩለን እዚ ዘስምዖኦ ዜማ ቅዱስ ያሬድ እዩ መፍለይኤን እውን ንሱ እዩ ስለዚ ኣብ ነንሕድሕዲኤን ኣብያተ ክርስቲያናት ዝባዓል ባዓል እዩ ናይ ቅዱስ ያሬድ ባዓል ስለዚ ከም ጥበብ ይብራህ እውን ቅድም እንክብል ንንውሕ ዝበለ ዓመታት ብዛዕባ ቅዱስ ያሬድ እተፈላለዩ መደባት ኣዳሊና ኢና ብኡ ልክዕ እውን ምስቲ ናይ ህይወት ታሪኹ ተተሓሒዙ ዝኸይድ ዝተፈላለዩ ኣብታ ናይ መሰረተ ኩሉ ኣብ እትብል መድብል ግጥምታት ዝጸሓፍኩዋ እውን። ሰላም እግዚኣብሔር ምስ ኩላትና ይኹን ፍትዋት ተኻታተልቲ ሚድያ ጥበብ ይብራህ እንኳዕ ናይ ኣቦና ማህሌታይ ቅዱስ ያሬድ ዓመታዊ ክብረ በዓል ብሰላም ኣብፀሐኩም ኣብፀሐና ሎማዓንቲ ንርከበሉ ዘለና ቦታ ማይ ኪራህ ተባሂሉ ዝፅዋዕ ኣቦና ማህሌታይ ቅዱስ ያሬድ ኣብ ትምህርቲ ቤት ኣትዩ ትምህርቲ ምምሃር ክኣውዮ ከሎ መፅዩ ዝፀለየሉ ቦታ ኢና ንርከብ ዘለና በዚ ኣጋጣሚ እዚ እቲ ዘለናዮ ቦታ ኩሉኹም መጺኹም ንኽትጉብንይዎ ኣብዚ ቦታ እዚ በረከት ንኽትሳተፉ ልባዊ መልእኽተይ እዩ። ሎማዓንቲ ኸኣ ሒዘልኩም ቀሪበ ዘለኹ ናይ ኣቦና ቅዱስ ያሬድ ሕይወት ታሪክ ዝዝንቱ ግጥሚ እዩ። ምክታልኩም ምሳይ ክኾን ይዕድም። ልደት ቅዱስ ያሬድ ካህን ይስሃቅ ኣብ ክህነቱ ጸኒዑ ንጽዮን እንዳገልገለ ብመንፈስ በርቲዑ ብሩክ ውላድ ክህቦ ጸለቱ ኣስሚዑ ንቅዱስ ያሬድ ማህሌታይ ክወልድ በቂዑ። እታ በዓልቲ ገዝኡ ቅድስት ኣውክልያ ንቅዱስ ያሬድ ክትወልድ ኣምላክ ዝሓረያ ውላድ ክትህባ ንጽዮን ለመነታ በኽያ ልመናኣ ሰሚሩ ንዴታት ኮነተን መርኣያ ወርሒ ሚያዝያ ብሓምሻይ መዓልቲ ትውልዱ ካብ መደባይ ዘርኢ ናይ ጥንቲ ኣብ ኣክሱም ከተማ በሪሁ መብራህቲ ናብ ዓለም ዘምጽእ ሰማያዊ ሃብቲ ደቂ ሰባት ክንዝምር ከምቶም መላእኽቲ ያሬድ ተወሊዱ ጥቃ ኣክሱም ሓወልቲ ናይ ወለዲ ጸሎት ትምኒቶም ሰሚሩ ኩርዓት ናይ ዓለም መመክሒ ኩሉ ኣምላኽ ደዲጊሙ ገሊጹልና ፍቅሩ መሬት ተወሊዱ ክገልጽ ሚስጥሩ ካብ ሎህሳስ ከስግረና ናብ ሓዱሽ ዜማ ከምቶም መላእክቲ ዘመስግንዎ ብራማ ንቤተክርስትያን ብርሃን ክንኮና ግርማ ያሬድ ተወሊዱ ኣብ ኣክሱም ከተማ ያሬድ ኣብ ቁልዕነት ኣብ ኣክሱም ብወለዱ ባህሊ ብስነስርዓት ታሪኩ እንዳረኣየ ብዕሊ ብመንፈሳዊ ሂወቱ ፈለመ ክፈሊ እንትርፊ ሰላም ጎንፂ ዘይደሊ ይፃወት ነበረ ኣብ መንደሩ ክሊ ግና ኣብ ህፃንነቱ ኣቡኡ ዓሪፉ ኣቦይከ በላ ኣዲኡ እንዳተሰከፈ ኣዲኡ ብሓዘን ልባ ተተንከፈ። ሸውዓተ ዓመት ከም ዝመልኦ ሓሰበት። ንፈለገ ህይወት ክትወስዶ ወሰነት። ናብ የኔታ ጌዴዎን ክትከይድ ፈለመት። ንያሬድ ብኢዱ ሒዛ ብፍቕሪ እንዳጽናዕነዐት መምህር ጌዴዎን ንያሬድ ኣኩኡ ኣብ ቤተ ቀጢን ንመምህርነት ዝበቕዑ ንህጻናት እንዳመሃሩ ብተግሳጽ እንዳቐጽዑ ንድቁና ክህነት ከብጽሑ ዝለፍዑ ካብኡ ክሊያ ንያሬድ ሒዛ ናብ ዊንታ መጺኣ ሰላምታ ኣቕረበት። ኣብ ብርኮም ተደፊኣ ወዳ ክምህሩላ ሃበቶም ሓቒፋ። ዪኒታ ገዴዎን ተቐቢሎም ሕድሪ ወዲ ሓወይ ይስሃቅ ዝወሰዶ ፈጣሪ ንስልጣነ ክህነት ክበቅዕ ክገብር እየ ጻዕሪ ኢሎም ተቐበልዋ ብትግሃት ብፍቕሪ። ፈለገ ህይወት ያሬድ ምስ መሓዙቱ ክጻወት ተሓወሰ ሃ ሁ ሂ እንዳበለ ብቑጽሪ መሰሰ ምፍላጥ ምስ ኣበዮ ንድሕሪት ተመልሰ እንተ ወጠርዎ እንዳረሰዐ ንድሕሪት ተጎሰሰ መሓዙቱ ዝነበሩ ዝኣተዉ ብድሕሪኡ ሃ ግእዝ ሁ ካእ መልእክተ እንትውድኡ እንትደጋገምሉ ናይ ፊደል ፍሪኡ ያሬድ ግን ምርዳእ ኣብዩዎ ኣብ ግዚኡ የኔታ ጌዴዎን ብቁጠዐ ኣልዒሎም ሓለንጊ መኺሮም ገረፍዎ ብናይ ፈለገ ሕይወት ሕጊ ያሬድውን ቃል ኣተወ ዳግም ከይጉንዲ መሊሶም መሊሶም የኔታ ኣምሃርዎ እቲ ዝነገርዎ መሊሰም ወጠርዎ ያሬድ ግን መሊሱ ምፍላጥ ኣብይዎ ኩሎም መሓዝቱ ዳግም ሰሓቕዎ ያሬድ ግን

ያሬድ ብዜምኡ ሰኣየለነ ቅድስት ዝበለላ ኣብዛ ዝተቐደሰት ስፍራ ኣምላኽ እንተማኽሮ ሓሰኻ ፍረ ተኽሊ ክበልዕ ጎይታ እንተጽዕሮ ንያሪድ ተመሲጡ ከስተውዕል ገበሮ ፍረ ክበልዕ እንትብል ይወድቕ መሊሱ ናብ ዝነበሮ ክበልዕ እንትብል መሊሱ ምስ ተፈገመ ያሬድ ሓደ ኢሉ ከስተውዕል ፈለመ ተሓሰኻ ሽዱሽተ ግዜ ወዲቑ ተንሲኡ ደጊሙ ሰጎመ መበል ሻብዓይ ግዜ እታ ዝደለያ ፍረ ለቐመ ናብ ቅዱስ ያሬድ ዓብዪ ብርታዐ መልኦ ያሬድ ያሬድ ኢሉ መልኣክ ተዳመጾ ጥበቡ ተኸፍተ ናይ ፍልጠቱ ማዕጾ ካብ ማህጸን ኣዲኡ ኣትሒዙ ዝተመርጸ ከም ዮሃንስ ብጸጋ መንፈስ ቅዱስ ዘግየጸ ከም መልኣከ እግዚኣብሔር እንዳተዳመጸ ኣደይ ጽዮን እንዳበለ ናብ ሙራደ ቃል ወጸ ኣንቀጸ ብርሃን ጥዑም ዜማ ኣብ ሰማያት ሰሚዐ ኢሉ ብጸጋ መንፈስ ቅዱስ ልቡ ተኾለዐ ብምሒር ታሕጓስ ኣብዚሑ እንዳነብዐ ናብ ጽዮን ቤተ መቕደስ ከይዱ ተደፍአ። ኣደይ ጽዮን በለ ኣእዳዉ ዘርጊሑ ጸላም ዝነበረ ብኣኺ ወጊሑ ኣብ መዓሙቕ ልበይ ፍቕርኺ በዚሑ ጽዮን ጽዮን በል ይብለኒ ጸጸኒሑ ብተመስጦ ኣእጋሩ ሓፊሉ ንሰማይ ዜምኡ ፈለመ ከብርህ ከም ጸሓይ ውዳሴ ወግናይ ለእመ ኣዶናይ ቅድስት ወብርይት ትስብት ወክብርት ምስ ቅዱሳን መጻሕፍቲ እንዳመሳጠረ፣ ናይ ቅዱስ ዳዊት፣ ጠቢብ ሰለሞን እንዳዘከረ፣ ቅድሚ ዓለም ምፍጣሩ ብኽብሪ ዝነበረ፣ ኣብ ሰማያት ብኪሩቤል ምስጋና ዝኸበረ፣ ክደርስ ፈለመ ተመሲጡ ኩሉ እንዳመርመረ፣ ኣብታ ተወሊዱ ዝዓበየላ ከተማ ኣክሱም ፈተናታት ዘሕለፈላ ትምህርቲ ክቐስም ንወለዶ ከሕልፍ ፈለመ ክጽሕፍ ክደክም። ሃጸይ ገብረመስቀል ሃጸይ ገብረመስቀል እቲ ብሩኽ ንጉስ ምስ ረኣዩ፣ ቅዱስ ያሬድ ብዜማ ክቕድስ፣ ጭንቀትካ ኣረሲዑ መንፈስካ ዘሐድስ ንጉስ ዜምኡ ክሰምዕ ፈለመ ክግስግስ። ሓሽከሩ ኵሎም ኣኪቡ ሰራዊቱ፣ ኣብ ጐኑ ኮፍ ኢላ ንግስቲ በዓልቲ ቤቱ። ቅዱስ ያሬድ ተሰሊፉ ምስ ደቀ መዛሙርቱ፣ ንሰማይ ኣንቃዕሪሩ ተመሲጡ ተቅርብ ስብሃቱ ሃጸይ ገብረመስቀል ቀልቦም ተሰሪቁ እቲ ዘንጊ በትሮም ኣብ እግሩ ወዲቁ ቅዱስ ያሬድ እግሩ ብደም ተጨማሊቁ ወይከ ከይተሰመዖ ምስ ወደኣ ተዓጢቁ ሃጸይ ገብረመስቀል ደው ኢሎም ምስ ረኣዩ ኣብ ያሬድ ዝገበርዎ ካብ ልቦም ጎሃዩ ይቅርታ ምስ በልዎ ሓተትዎ ክክሕሱ ፍርቂ ንግስነይ ውሰድ ኢሎም ተጸበዩ መልሱ ቅዱስ ያሬድ ብደም ዝተጻየቀ ኣእጋሩ ሓቢሱ ቅድሚኦም ደው በለ ብዝረኸቦ ጸጋ ተሓጒሱ ንጉስ ዝደለኻዮ ኣዝዝ ካብ በልኩምኒ ስለ ዝተካእኹ ኣብዚ ምንባር ደጊም ይኣኽለኒ ብብሕትውና ኣብ ገዳም ክነብር ሰንዩኒ ዝተረፈ ሕይወተይ ብምነና ምንባር ይሕሸኒ ንጉስ ናይ ያሬድ ፍቅሩ ልቡ እንዳ ሃሰዮ ናብ ቤተልሔም ገዳም ብኽብሪ ሰነዮ። የኔታ ጌዲዮን ብያሬድ ኣዝዩ ተሓጒሱ ያሬድ መምህር ኮይኑ ብድኻሞም ተኻሒሱ ካህን ኮይኑ ሪኡዎ ሪኦሞ ብዜምኡ ቀዲሱ ንየኔትኡ ተኪኡ ኣብ ወንበሮም ተቐሚጡ እዝሊ ግእዝ ኣራራይ ዜማታት ፈሊጡ እዝራ መንክራ ሳዊራ ደቀ መዛምርቱ ብደንቢ ኣጥቢቖም ኣምሂሮም ትምህርቱ ሓሙሽተ መጻሕፍቲ ደረሰ በብዓይነቱ ኣብ ቤተክርስትያን ኣንበረ መብራህቱ ድጓ ማለት ድጓዕ ተኣኪቡ ዝተደጎዐ ናይ በዓላት ሰሙናት ጠርኒፉ ዘጽነዐ ድጓ ኣርባዕተ ዓይነት ዝሓዘ ሓቒፉ ናይ ዮሃንስ ድጓ ኣስተምህሮ ድጓ ጽሒፉ ጾመ ድጓ ናይ ፋሲካ ድጓ ኣብ ውሽጡ ጠርኒፉ ቤተክርስትያን ክትግልገለሉ ብኽብሪ ኣሕሊፉ ጸመ ድጓ ኣሰናድኧ ንመምህርነት ዘብቅዕ ኣብ ኣጽዋማት ዝዝየም መንፈስካ ዘርክዕ ዝማሬ ኣብ ቅዳሴ መወዳእታ ክዝየም ዝተኣዘዘ ናይቲ ቅዳሴ ፍረ፣ ሓሳብ፣ ጾሚቑ ዝሓዘ። ተዋስእት ምምልላስ እንትኾን ናይቲ ቃሉ ትርጉም ብየማን ብጸጋም ክብልዎ እንዳደጋገሙ ናይ ጎይታ ጥምቀቱ፣ ሞቱ፣ ምትንስኡ ቀሚሙ ንፍትሓት ሰብሃተ ነግ እቲ ዋና ጥቕሙ። ምዕራፍ መበል ሓምሻይ መጽሓፉ ዘሕልፎ ካብ ዳዊት መዝሙር ኣወጻጺኡ ዝጸሓፎ። ክሳብ ተከዘ ሰነይዎ ብሊቅነቱ እንዳተገረሙ ኩሎም ምስ ተከዙ እቲ ስፍራ ተከዘ ተሰይሙ ደቀ መዛምርቱ ብትሕትና ብርኩ ተሳለሙ ናይ መሰናይታ መዝሙር ፈለሙ ከዚሙ ሰላመ ወሀብክክሙ ወሰላምክሙ ሀቡኒ ኢሎም ኣዜሙ ነቲ ዝመጸ ህዝቢ ንያሬድ ክስኒ ብብሕትውና ክነብር ንብቕዓት ክገኒ ናብ ገዳም ጠመተ በሪሁሉ ናይ ልቦንኡ ዓይኒ። ኣብ ቤቴልሄም ገዳም ኣተወ ናብ ባዐቱ ንጽዮን ዳመስገነ ክወጽእ ክኣቱ ምእንተ ክርስቶስ ፍቅሪ ኣብ ገዳም ከቲቱ እቲ ናብ ኣብ ኣክሱም ምስ ህዝቡ ዝለመደ ፍቅራ ከይጸገበ ናይታ ዝዓበየቶ ኣደ ናብ ክርስቶስ መከራ ሓሲቡ ልቡ ምስ ነደደ ብጾም ብስግደት ከመስግና ናብ ባዐቲ ከደ ኣብ ገዳም ኮይኑ ለይቲ ምስ ቀትሪ ያሬድ ካህን ኣብ ጽዮን ዝተቀበለ ክብሪ ያሬድ ጻድቕ ንቕድስና ዝገበረ ጻዕሪ ያሬድ ሊቅ ናይ ሊቃውንት ቦኽሪ ያሬድ ባሕታዊ ባርኮት ዘፍሪ ጉንበት ዓሰርተ ሓደ ዕለተ መዓልቲ ክጽሊ ምስ ኣተወ ናብ ገዳም በዓቲ ከም ኤልያስ ተሰወረ ከምቶም መላእኽቲ ብክርስቶስ ብጸጋ መንፈስ ቅዱስ ማዕሪጉ ናብ ብሔረ ሕያዋን ብኽብሪ ዓሪጉ። እንኳዕ ናትና ኾንካ ናይ ተዋህዶ እምነት ተኸተልቲ ቅዱስ ያሬድ እዩ ናይ እምነትና መብራህቲ መፈለሚ ኣርማና ናይ ኩላህና ሃፍቲ ነመስግኖ ስሙ ሰብኣይ ምስ ሰበይቲ እታ ዝወለደቶ ቅድስቲ ታኦክልያ ኣዲኡ እታ ኣክሱም ተወሊዱ ዝዓበየላ ገዝኡ እቲ መፍለቒ ቅዱሳን ስፍርኡ ከባቢኡ ክኸብሩ ይግብኦም ቤተሰቡ ዘርኡ ካብኡ ሓሊፉ ተሪፉ ተትረፍሪፉ ኣፍልጦ ቅዱስ ያሬድ ንዓለም ተሪፉ ኣፍልጦ ቅዱስ ያሬድ ንዓለም ገዚፉ ኣብ ዓለም ድርሳናት ስሙ ተጻሒፉ ግንቦት ዓሰርተ ሓደ ናብ ብሄረ ህያዋን ሓሊፉ ነዚ ካህን ሊቅ ጻድቅ ነብይ ባሕታዊ እቲ ልዕሊ ቅዱሳን ልዕሊ ጻድቃን ቀዳማዊ መቕደሱ ዝሃንጽ ታሪኩ ዝጽሕፍ ስኢኑ ፈታዊ ኣብ ዘይተወለደሉ ተወሊዱ ዝብል በዚሑ ሓሳዊ እቶም ሓድግታቱ እንዳተሸጡ እንዳተለወጡ ህዝቡ ዓዱ ፅዮን ከይጥቀሙ ታሪኩ እንዳገልበጡ ሓቂ ንዘምህር ተወዲቦም ብክፍኣት እንዳገልበጡ ቅዱሳን መሲሎም ብትዕቢት ዝሓበጡ ተነቂሑልኩም እዩ ዓሪፍኩም ተቀመጡ። ፍትዋት ተከታተልትና ናይ ሎማዓንቲ መደብና እዚ ይመስል ነይሩ። ናይዚ ግጥምታትና ምንጪ ከኣ መሰረተ ኩሉ ካብ ዝብል መጋቤ ጥበባት ይብራህ ካሳ ካብ ዝጸሓፍዎ ናይ ግጥሚ መድበል ዝተውጻእጸኣ ግጥሚ እዩ። ካብቲ ግጥሚ ብዙሕ ነገር ከምዝተማሃርኩም በዓልቲ ምሉእ ተስፋ እየ። ንቐፃሊ እውን ስፍሕ ዝበለ መልክዑ ክንሰርሐሉ ኢና ንንትምንታይ ቅዱስ ያሬድ ብዙሕ ኣይተነገረሉን ክንድቲ ዝፈፀሞ ቅዱስንኡ ክንድቲ ዝፈፀሞ ንቤተ ክርስቲያንና ገድሊ በቶም ንዓመት ሙሉእ ዘገልግሉ ቅዱሳን መፃሕፍቱ ብርሃን ኮይንዋ እንተብቅዕ ኮይኑ ግን ቅዱስ ያሬድ ክንድቲ ዝግባእ ስሙ እናተፀወዐ ኣይፀንሐን ኣብ ቀረባ እዋናት እዩ ኣብ ኣኽሱም ቤተ ክርስቲያኑ ተሰሪሑ ዘሎ። ኣብቲ ናይ ኣብቲ ተኣምሩ ዝሰረሐሉን ዝፈጸመሉን ማይ ኪራሕ እናበልና ንጽውዖ ልዕሊ ማሹም ዘሎን ከምኡ እውን ድማ ናብ ሰፍሖ ናብ ሰፍሖ ወገን ዘሎ እውን ካልኣይ ናይ ቅዱስ ያሬድ ቤተ ክርስቲያን ኣብታ ቅድስት ከተማ ኣኽሱም ጽዮን ተሃኒጹ እዩ። ብኡ ልክዕ እውን ኣብ መቐለ እውን ናይ ቅዱስ ያሬድ ቤተ ክርስቲያን ተሃኒጹ እዩ። ብሳልሳይ ብርኪ እውን ኣብ ሽረ ሃገረ ስብከት እውን ናይ ቅዱስ ያሬድ ቤተ ክርስቲያን ተሃኒፁ እዩ። ስለዚ እዙይ ጥራሕ እንከይኮነስ ኣብ ምሉእ ትግራይን ኣብ ካልኦት ዘሎ ክልላት እውን ናይ ቅዱስ ያሬድ ቤተ ክርስቲያን ክስራሕ፣ ስሙ ክፅዋዕ፣ ስሙ ክዝከር ይግባእ። ስለዚ እዙይ መሰረት ብምግባር ብፍላይ ኣብ ዓመታዊ ክብረ በዓሉ ጉንበት ዓሰርተ ሓደ ዝተሰወረሉ ልክዕ ከም እኒ ኤልያስ ከም እኒ ሄኖክ ዝበዓለሉ ዕለት እዩ እሞ ነዚ ነገር እዙይ ከም መበገሲ ዝኾነና እቲ ቅዱስ መጽሓፍ እንታይ እዩ ዝብለና ንከም እንዚኦም ዝኣመሰሉ ቅዱሳን ክንዝክር ወይ ድማ ኣሰሮም ክንስዕብ እቲ ቅዱስ መጽሓፍ ይእዝዘና ዶ ዝብል እተወሰነ ቃል ኣምላኽ ኢልና ናብቲ ቀጺሉ ዘሎ ዛዕባና ቅድሚ ምሕላፍ ከም መእተዊ ክኾነና ስለ ዝደለኹ እየ። እሞ እቲ ናይ ቤተ ክርስትያንና ብርሃን እናተባህለ ዝጽዋዕ ሃዋርያ ቅዱስ ጳውሎስ ናብ ሰብኣ እብራውያን ኣብ ዝለኣኾ መልእኽቱ ምዕራፍ ዓሰርተ ሰለስተ ቁጽሪ ሸውዓተ ከምዚ ይብል ነቶም ቃል እግዚኣብሄር ዘምሀርኹም መራሕትኹም ዘክርዎም። ነቶም ቃል እግዚኣብሄር ዘምሀርኹም መራሕትኹም ዘክርዎም። ናይ ኣካይድኦም ፍረ ኣስተውዒልኩም ኣሰር እምነቶም ስዓቡ ይብል። ስለዚ ነቶም ዘምሀሩና ፍሪኦም። እናረኣኹም፣ ኣሰሮም እናተኸተልኩም ሰዓብዎም፣ ዘክርዎም ዝብለና ዘሎ እቲ ቅዱስ መጽሓፍ እዩ። ስለዚ ካብቶም ቃል ኣምላኽ ዘምሀሩና፣ ዝሰበኹና ሓደ ኣብ ቅድሚት ዝስራዕ ቅዱስ ያሬድ እዩ። ስለዚ እቲ ቃል ኣምላኽ ዘምሀረና ክንዝክር፣ ክንዝክር ጥራሕ እንከይኮነ ኣሰሩ እውን ክንስዕብ ከም ዝግብኣና እዩ። ስለዚ ኩል ግዜ ብፍላይ ንሕና ኣክሱማውያን ተጋሩ ብዙሕ እንዝክሮም ነገራት ኣለውና እዮም። ብዙሕ እንዝክሮም እቲ ታሪኽና ክንዝክር ከለና እቶም ዝሓለፉ ቅዱሳን ክንዝክር እንከለና እዩ እቲ መንፈሶም ወይ ድማ እቲ ቅድስንኦም እቲ በረኸቶም ናባና ክመፅእ ዝኽእል ስለዚ ከምቲ ንዓለማዊ ስራሕና ንትምህርትና ንፅንዓትና ዝተምሃርናዮ ዝረኣናዮ ነገራት እናዘከርና ዓለማዊ ህይወትና ከም እንመርሕ ኩሉ እቲ መንፈሳዊ ህይወትና ድማ እቶም ብመንፈስ ቅዱስ ተሃኒጾም ናይ ቅዱስ ስራሕ ናይ ቅዱስ መንፈስ ስራሕ ሰሪሖም ዝሓለፉ ቅዱሳና እንትንዝክር ድማ ከምቲ ጎይታና ኣምላኽና መድሓኒና ኢየሱስ ክርስቶስ ኣብ ማቴዎስ ወንጌል ናይ ጻድቕ ስም ዝዘከረ ናይ ጻድቕ በረኸት ይካፈል ከም ዝበሎ ኩሉ ንሕና እውን ናይዚ ቅዱስ ኣቦና ቅዱስ ያሬድ ስም ጸዊዕና ካብቲ በረኸቱን ካብቲ ቅዱስንኡን ንምክፋል እዩ ናይ ቅዱስ ያሬድ ገድሊ፣ ናይ ቅዱስ ያሬድ ዝፈጸሞም ፍጻመታት ኩሎም ካብታ መረበቱ ዝኾነት፣ ዝዓበየላ፣ ዜምኡ ዘዜመላ፣ ወንጌሉ ዝሰበኸላ ካብ ቅድስቲ ከተማ ኣክሱም ጽዮን ስፍሕ ብዝበለ መልክዑ ጥበብ ይብራህ ተለቪዥን ተረኪቡ ብዝግባእ ሰኒዱ ናባና ናብ ተመልከትትና ክነብሎ ኢና እቲ በዓል ብኸመይ ከም ዝሓለፈ። ቅድሚ ናብቲ ናይ ሎምዓንቲ ኣርእስተ ዛዕባና ቅድሚ ምሕላፍና ግን እዚ ኩቡር በዓልና እዚ ናይ ቅዱስ ያሬድ በዓል ዓመታዊ ክብረ በዓል እንኳዕ ብሰላም ብጥዕና ኣብፀሐና ከምቲ ቅዱስ መፅሓፍ ከምቲ ቅዱስ ቃሉ ዝበለና እውን ናይቶም ቅዱሳና ኣሰሮም እናሰዓብና ንዓኣቶም እውን እናዘከርና ክንስዕቦም ከም ዝግብኣና እቲ ቅዱስ ቃል መጽሓፍ ቅዱስ ከም ዝበለና ዅሉ ንሕና እውን ቃሉ ብምትግባር ቅዱሳና ብምዝካር ናብቲ ቅዱስ ዝዀነ ተግባር ናብቲ ቅዱስ ዝዀነ ስራሕ ንኽንኣቱ መንገዲ ዝኸፈተልና ዘብርሃልና ቅዱስ ያሬድ ክንዝክሮ ከምኡ እውን ድማ ኣሰሩ ክንስዕብ ይግባእ ዝብል መልእኽቲ ንምሕላፍ እዩ።